ቀጽል እዚ ስዒቡ ዝመጽእ ወዲ እንታይ ጌሩ ምሳሐይ በሊዕካለይ ብምባል ጥራይ ንሓደ መሳርሕቱ ቀቲልዎ። እና እንጀራ በሊዕና ዳርጋ ለይበላዕና ወሲድዎ ንሪጻቶ እስከ ፈችው። ኣታ ኣብቲ ኢንዲ ንዶ ንምጻእ ኣብቲ መወዳእትኡ እብጻሕ ክንደይ መገለ ጽፎት እዩ ስርሐይ ዶ ኣቢለ ናሰማዕክዋስ ምኒን ትብል። ኸመይ ኣለዉ ስድራቤተይ ናፍቆቶም ንገረኒ። እቶም ሲ ገንዘብ ኣኪብክለኺ ማለት እዩ። እወ ናይ ብሓቂ ይሕሱዮ ኣለኹ። ወሓ ግዜ ትቕተለለይ ዘለካ ውጽእ። በዓል ሓዳር እየ።
ከም ኔር ሕፍረት እንዲ ሳዕስዒት ገዲፉስ ኣደይ ጽገ ሜሪ።
ሰላም ሰላም ሌዲስ ኤንድ ጀንትስ ከመይ ትኾኑ ኣብ ዘለኹሞ ሰላም ክትህልዉ ሰናይ ትምኒተይ እዩ ንሎማዓንቲ እምበኣር ከምቲ ልሙድ ንዓኹም ይበቕዑ እዮም ዝበልክዎም ሓጸርቲ ቪድዮታት ኣኸኺበ ሒዘልኩም መጺየ ኣለኹ መጀመርታ ግን እቶም ነዚ ገዛ ሓደስቲ ዝኾንኩም ሰባት ሳብስክራይብ ክትገብሩ የተሓሳስብ ሳብስክራይብ ምግባርኩም ከምዘይትጠዓሱ ባዕለይ ቃል ይኣትወልኩም ዳይ ናብቲ ቪድዮ ቅድሚኡ ግን ነዛ ቪድዮ ተሓጋጊዝና ሚእቲ ላይክ ነብጽሓያ።

ብርሃን ርኣያውሉ ምንም የውሉ ግራ ፓርሆ ኢልኻ እዚ ምውፃእ እዩ እኒኦ ብርሃን ርኣያየ ንዘላቃ ድማ ኳዕ ብርሃን ርኣያየ ብርሃን ለዓይነ እሰይ ብርሃን ርኣያ እነኺ ብርሃን ለዓይነ ኳዕ ብርሃን ርኣዮ ኣቦኻ እታለ እዩ ሎሚ መሪጻቶ ወሲድዋ ለለለ ሃምዚ ትብል ቶም መንእሰይ ስረኦም ክመልቕ እዩ ትመዓንኮር ፈጋዕ ለለ እታ ጓል ጽግድግድ ትብል ትዓርክ ለጥዋታ ገቲራ ህህ ትብል ወይ ገድል እና ለይብሉ ትእዛዝ ለይመጸና ብደውና ዋጺና ሀጅ እንደ ጥው ሰበይቲ ኣይረኣይ ጥው ሰበይቲ ኣይረኣይ ሳርባ ሰበይቲ ኣይረኣይ ነውሪ ስብኣይ ግን መዳ እንግሊዝ ገይሩ ተፍሪ ዓይነት ገይሩ ጋብ ገይሩ ትኸደ የጥዕሞ ኣሎ ሰበይቲ ግን ክትሽፈን ኣለዋ ትእዛዝ ወሪድና እዩ ጎይታ ሊብላ ትኾና ይምፅኣ ትእዛዝ ዓደይ ቀረባ እያ ወሰን ፅርግኣ እዩ እኒኦ ማይ መኽደን ይበሃል ላውጥቑ ተኣዩ እዚ ልበል ኺለን ይምፅኣ ውፃ ልብል ኣብልቲ ኣብ ምንታይ መፅሓፍ ኣይፈልጦይ ሰበይቲ ጉደው ክውፅ ልብል ትሰልጠነት ለ ተለይላ ደመወዛ ተምፅል ኣብ ገዛ ቆልዑ ተዕቢ ትሰልጠነ ትደ ስሚንቶ ገለመለ ኣዲጋ ገዛ ኣስሪሐ ሓቢፃ ኣነ ንዓኺ ስኺ ንዓይ ልብል ለደራፊ መሃማ ፅብቕቲ ደራፊ እኒኦ ንዓኺ ደልየ ኣነ ልብል እዝውቲ እኒኦ ኣነ ንዓኺ እስኺ ንዓይ እዚኦም ሪኦ ኣለኹ ኣብ ደርፊ ለና ማለት ገብረ ገርግስ ፅብቕ ትሪኦ እዘን ኣደ እንታይ እየን ዝብላና ዘለዋ ነዚ ዘመን ኣምፀኦ ኣብ መርዓ ዝግበር ስታይል ኣከዳድና ይኹን ገለ መሊኤን ክነቕፋ ፀኒሐን ዋእ ኣብዚኣ ክበፅሓ ኣለዋ ጓል ተኾይና ኣብዚኣ ወዲ ከዓ ሱሪኡ ሓፍ ከብል ኣለዎ እየን ዝብላ ዘለዋ ኦኬ ንቐፅል

ጎበዜ ገብረክርስቶስ ቀስ ኢለ ከርክበሉ እየ እቲ ሰብኣይ ምዃን ኣብቲ ናይ መነቕሮ ሲሚንቶ ዝበልካዮ ጉዳይ እምበር እወ ህወ ከ ከማን ስማዕ ኣነ እኮ ተመኔስ ካርባ ክዕዲ ከለኹ ኣብ መርዓ ወዲ ሓቦይ ማዕሪገ ክውዕል ኢለ ንስኻ ግን ውራየ ከይዓጀበካ ገንዘብካ ጥራይ ክትጓርት ኮዮ ደልኩኻ መንደቕ ሸይጥካለይ ኣንታ ተተፈጢርካ ስገረባ ኢኻ ትሰምዕ ኣንታ ሓወይ ናይ እንዳ መን መንደቕ ኢኻ ትደን ዘለኻ

ክስወጠካ ግን ጫማይ ለዝጎዛእኮን ኮዮ ዘይኮና ገለ ዓጸቃት ልሑ ኮይነን ጸኒሐ። ኣንታ ኣነስ የበትከለይ ኤእ ኣይሓልፈለይ በዓል ንስኩም ቤኒ ኩን ኣባይ ትላኣኩ ያእ ልሑ ዋሒድ። ምኒን ሕደግ ዝብለካ ዘለኩ ዋሃሊ ንዓይ ተጫዊትካለይ ኢካ። ጫማ ሸጥካለይ እሞ እንታይ ኮይኑኒ ኢካ ትብል ዘለካ። ግርም ካባካ ዓዲ ገይን ምስ ከድኩ ኣብዛ ኪንያካ ዘላ ዳፋሕፋሓይ ስካርባ ውይ ነቲ እንዳ ኒስትሮ ዲካ። ማርያም ግን ተስፋ ኣለማ ኣይትፍረኸንን ኣብኣ ከይደ ግርም ገይሩ ቀለም ምስ ወቃዓለይ እንታይ ማዕብስ ሓንቲ መዕልቲ ምስ ለበስኩዎን ንመሸጣ ገዛ ብጨና ክልዕላ ኣደለ ጨና ገይረ እንዲኻ ትለኒ ዘለኻ ከምዚ እንተለ ድሃሪ የለን ጫማ ኢልካ ገለፋኛ ተራሸጥካለይ እሞ እቲ ሓወይ ዓባይ ዓባይ ተኻ ሞይታ ኣይትኾን ንምንታይ ሬሳ ጨኑ ስለ ዝኾነ ከመይ ደኣ መሰላ ጫማ ሸይተልካስ ጨኒ እንደዋላ ገረትለና ዓይሳ ብጨና ስድራ ምልእቲ ግዳም ሓዲርና እንዳልናካ

ንምንታይ ምስ መዓብ ይኹኖ ኢለን እንክፋ ቢለ እኳ ይቐተሌኸን ኢላ ገጽ የለኹን ገብረ ክርስቶስ እሞ እታ ገብረ ክርስቶስ ሕጂ እንታይ ግበራ ክትለን ዘለኻ ሸትካድለይ ጫማ ተጨባቢጠ ምውዳእ የበየናኒ እሞ ማያ ተርክስካ ለም ንምመን እምበር ሓገት ለን ኣለኻ ሕጂ ዝኸውን ተዛረብ ገንዘበይ ጫሕ ኣቢለ እየ ከፊለካ ገብረ ክርስቶስ ኣታ ገብረ ክርስቶስ ኣነስ ካብ ሚላኖ ድመጻኻ ሜዳ መሰላ ኮይነ ጫሕ ኣቢለ ይበካ ሕጂ መፈጸምታ ንብጻሕ ዝርና ኣብዚኣ ዶ ንወድእ ጫማ ሂበካ ገንዘብ ምስ ሃብካኒ ዘረባና ሽዑ ወዲና ኢና ትፈልጥ። ግደፍ ደኣ ግደፍ ገንዘበይ እስቲ ክትመልሰለይ ኢኻ ደኣ። እንታይ? ሰሚዕኻኒ ኢኻ ሰሚዕኻኒ። ገሪምኒ እምበልወ ብዛዕባ እንታይ ገንዘብካ ድመልሰልካ? ከምዚ ሃብካኒ ስካርባ ካብ ጥቕሚ ወጻእ ስለ ዝኾነ። ኣታ ገብረ ክርስቶስ ጥዕና ኣለካ ድዩ? ገዚእኻ ዶ ወሰድካዮ ጫማስ መለሰለይ ትብለኒ? ንፋስ ዶ እቱ ሃጓፍ ኣሎ ድዩ ትርእስኻ? ኡስ ኣይትሸገር ንድቕድቕ በለ ርእሲ እዩ ዘለኒ።
ገለ ዓይነት ገለ ዓይነት ኮንቨርሴሽን እያ ነይራ።

እዛ ደርፊ ብፍላይ ከምዚ ናፊቕካ ከለኻ ክትሰምዓ ከለኻ ቀጥታ በዚኣ ወረር ወረር እየን ዝብላ ሓቂ እያ ክትቆጻጸር ኣይከኣለትን እሺ ንቐጽል ሓፍትና ክምርዓዋ ዝደሊ ፍጡር ኣለና ድዩ ኣብ ሆላንድ ሓንቲ ዘረባ ክዛረብ ደለ ኣለኹ እሺ ድኳን ከውፅእ ደለ ሰልዲ ዘዋሃለልክዎ ኣለኒ ኣብዚ ዩሮጳ ከተማኽረኒ ከም ሓወይ እሺ እስኻ ንፉዕ ስማርት ኢኻ ኣብ ሆላንድ ዲኺ ትነብሪ? እወ ኣብ ሆላንድ እየ ሕጂ ኣነ ዱካን ከውጽእ ደልያ ጊን ፈሪሐ እዚኦም ሓበሻ ኣለቅሕና ኣለቅሕና ከይብሉኒ ሃእ ፈሪሐ እንታይ ክገብር ኣለኒ። ጽቡቅ እዚኣ ታይ ትገብሪ መሲልኪ ብውሽጢ ተሌፎን ክጽሕፍ ኣቢልኪ ትሰድለይ ምሽ ብውሽጢ ደዊለ ከማክረኪ እዚኣ ብጣዕሚ ኢንተረስቲንግ እያ ዱኳን ከተውጽእ ገንዘብ ኣኪብኪ ኣለኩ ማለት እዩ። እወ ናይ ብሓቂ ይሕስዮ ኣለኩ። ሃፍቲ ክመጸካ ከሎ ሪኢኺ ሰገን ሓፍተይ ክመጸካ ከለኩ። ከምዚ ኢሉ እኮዩ ዝመጸካ ሃንደበት ዱብ እብለካ ግን ከተስተውዕለሉ ኣለካ። የስተውዕለልየ ደሓን በላሕ ኣጆኻ።
ኣይተረድኦቶን ዘላ ብዛዕባ ምንታይ ይዛረብ ኣሎ። እወ ን ኣነ እስክኣ እወ ወላ ኣነ እኮየ ዘስተውዕለሉ ዘለኹ ኣምላኽ እንታይ ይገብረካ መሲልኪ ብልጭ እዩ ዘብለልካ ሕጂ ንስኻ ቆብ ከተብሎ ኣለካ ዋላ ኣነ ዝተውዕል ክገርመካ ኣነ ክምርዖ ካብ ዝደሊ ነዊሕ ገይረሰ ግን ሓፍተይ ብጣዕሚ ነዊሕ ግዜ ድኳን ከዓ ደስ ዝብለኒ ካብ ተፈጥሮ ድኳን መሳልስ ኣንታ ደስ ክብለኒ ከሪኢኹም ኣይትፈልጡን እዚ ድኳን እዚ ዋይ ድኳን መን ደስ ዘይብሎ ክንደይ ዝኸውን ገንዘብ እዩ ዘለኪ ሰብያን ሓፍትና ኣብዚ ሕቶት ንዩ ንምንታይ ደኻ ብውሽጢ ደውለይ ትብለን ዘለካ ንኣብነት ሕጂ እዚኦም ክንደይ መሓዝቲ ኣለዋ ዘይፈልጣ ከምዚ ነገራት የማኽረን ሓቂ ሓቂ ከመይ በልዮ ኣብዚ እንታይ ኣምፅኦ ሓቂ ኮያ ፓብሊክ ተጋጌ ድሓን ሕማቅ መዓልቶ ኢለ ሸለል በልኒ እቲ ድኳን ኩሉ ግዜ ብሽም ሰብኣይ ክኸውን ኣለዎ ንምንታይ መሲልኪ ብሽም ሰብኣይ ተኮይኑ ውሕስነት ኣለዎ ይድፈር ማለት ድዩ እዎ ኣይድፈርን እዩ ብራቮ በላሕ ኢኺ ስለኳ ሰብኣይ ክምርዐው ደለለ ያር ስማርት ያ ኢኺ ሽላው ኢኺ ምክንያቱ ኣብ ድኳን እንድሕር ብሽም ሰብኣይ ኮይኑ እቲ ድኳን ኣይድፈርን እዩ ኤርትራውያን ከኣ ትፈልጥዮም ኢኽ እንድሕር ብሽም ጓል ኮይኑ መጽዮም ኣለቅሕና ቢራ ክንሰቲ ደሊና እዚኣ ሃብና ጽባሕ ክንከፍለኪ ኢና ስለዚ ኣነ ከኣ ናይ ምምርዓው መደብ ጸኒሑኒ ብጣዕሚ ዱብ ኣንታይ ደኣ ኣብቲ ናይ ድኳን ምስ በጻሕና ደዊልኩምዳ ደኣ እዛ ጓል ኣንታ ክንደይ ትሓስሙ ዋንታይ ደኣ ክሓልፈልና ምስ በለ። ኤእ ሓበሻ ከምኣ እንድዩ ሓሳድ ሓበሻ። መጽያ መጽያ ችድ። ኣታ ሜሮን ሪኢኻያ ቀዳማይ ነገር ኣነ ብዚ ቲክቶክ ሲ ይስሕቅ ይጻወት ምስኦም ምሽ ደኒ ሕጂ እንታይ ይብሉኒ ንዓይ ብዙሕ ነገራት ይጸርፉኒ ንስኺ ከምዚኺ ከምዚኺ ከምዚኺ ምብሉኒ ኣነ ግን ብዙሕ ነገራት ጸሪፍኒ እንታይ ትብሎኒ እዚ ሕጂ እዚ ሓ- ክሃርሞ እስከ ይኽእል ዶ ኣይክእልን እየ ነ ድገምለይ እስከ እንታይ እዩ እቲ ጉዳይ ኣይተረኣሓስኩን ድገ- ድግም ኣብልለይ እስከ ጥርንፍ ኣቢልኪ ሰገን ሓፍተይ እንታይ ኮንኪ

ቸድ ዱካን ተቃጺልና ንምሸቱ ዱኳን ዱኳን ሒዛ ደመ ከይዳትና እታ ገንዘብ ኣለዋ እታ ሓሊፉ እምበር ካባኹም ዳ ኣንበሳ ዳ ተሪፍና እንዲና
ናይ ብሓቂ ናይ ብሓቂ ኣብ ውሽጢ ሰለስተ ደቂቕ ዘይመልኣሲ ኣወሃህድ ኣወሃህድ ኣቢልዋ እዛ ጉዳይ ሜሮን ሌቫ ኦኬ ንቐጽል እዛ ቀጺላ ትመጽእ ሶሪ ሰብ ሓዳር የሕዋተይ ቅልጥፍ ግዜ ይትቕተለለይ ዘለካ ውጽእ በዓል ሓዳር እየ ዘለኒ የብለይን ኣብቲ ሓዳር ዝለት ካብ ሕጂ ብጣዕሳ ይነብር ኣለኹ ቅድሚ ሕጂ ከምዚ ናትካ ሂወት እዩ ነይሩኒ ኮይኑ ግን ናይ ኣዕርኹተይ ምኽሪ ሰሚዐ ሓዳር ክገብር ወሲነ እንታይ ትብላታ ከምኡ እያ ሂወት
ኣጆኻ ዋጦ ዋጦ
ባእታ ማዕረ ክንድዚ ዲኹም ሕመቕ ዘለኹም ዘም ሰብ ሓደ እዋ ሲንግል ጥዑም ኦኬ ናወፅን እዞም ሓፋራት መርዓውቲ ምሽ ኣለዉ ኣብ ዕሰለ ብጣዕሚ እያ ተሸግሮም ሳዕስዒት እጂ ኣደኳይ ሕጂ እታ ቀዳሚትን ካልኢትን ዕሰለ ሰቡ ትጨቃጨቁ ገለ ወዲባ እዚ ኮይኖም ግን መታዕቢቱ ርእሱ ነይሩ ኩሉ ካብ ሳልሰይቲ ግደፍዎም ግደፍዎም ተባሂሉ ንበይኖም ንበይኖም ግደ ክልቲኦም እዮም መርዓውቲ መርዓውትን መርዓውን መርዓትን ሳዕስዒትካ ኣይክእልኒ ኣይፈቱን ዓቕሉ ይፀቡ ትንግዛው ትንስቲ ገለ መለኻ በዚ ጎኒ ኮይነ ነጣቕዓ ኣለዋ ካሜራ ይፍረትኒ

ኦኬ ንቐፅል እዚ ስዒቡ ዝመፅእ ወዲ እንታይ ገይሩ ምሳሐይ በሊዕካለይ ብምባል ጥራይ ንሓደ መሳርሕቱ ቐቲልዎ እስከ ንከታተሎ ባህባ። እትሪእዎ ዘለኹም ሰብ ባዘን በርሀ ይበሃል። ኣብ ሕቡራት መንግስታት ኣሜሪካ ኣብ ጆርጂያና ዝቕመጡን ሰራሕተኛታት ናይ ታርጌት እዮም ክልቲኦም። ብ ሰላሳ ጥሪ ክልተ ሽሕን ዕስራን ሰለስተን ኣብ ቤት ፍርዲ ቀሪቡ ድማ ንሚእቲ ዓመት ተፈሪዱ'ሎ ጽኑዕ ማእሰርቲ ንኽእሰር። እዚ እንታይ ኣምጺእዎ ወይ እንታይ ጠንቁ ትብሉ ዶ ትብሉ? እዞም ክልቲኦም ናይ ታርጌት ሰራሕተኛታት ዝኾኑ ብዕለት ዓሰርተ ኣርባዕተ ሚያዝያ ክልተ ሽሕን ዕስራን ሓደን ባዘን ኣብ እዋን ምሳሕ ኣብ ፍሪጅ ከይዱ ምስሑ ቸክ ኣብ ዝገበረሉ ሰዓት በዚ ሰብዚ ተወሲዱ ጸኒሕዎ ባዘን ንጽባሒቱ ድማ ነዚ ሰብዚ ቀቲልዎ ማለት እዩ ምስሐይ ወሲድለይ ኢሉ ቀቲልዎ ስለዚ ትማሊ ዕለት ሰላሳ ጥሪ ኣብ ቤት ፍርዲ ቀሪቡ ድማ ጽኑዕ ማእሰርቲ ንሚእቲ ዓመት ከም ዝእሰር ተፈሪዱሎም። እዚ ዜና እዚ ምስ ኣንበብኩ ኣብ ርእሰይ ብዙሕ ነገራት ተመላሊስኒ። ባዘን በርሀ ምሳሕ ወሲድለይ ኢሉ ጥራይ ድዩ ቀቲልዎ? ንጽባሒቱ ውግሕ ምስ በለኸ ናብ ልቡ ተመሊሱ ደሓን ክገድፍዮ ኢሉ ሸለል ዘይምባሉ ምኽንያት እንታይ ኮይኑ ነይሩ? ስድርኡኸ ነዚ ነገር እዚ ምስ ሰምዑ እንታይ ይብሉ ይህልዉ? ዘሕዝን። ስለዚ ኣብ መዓልታዊ ህይወትና ዘጋጥመና ነገራት ኩሉ ግዜ ህድእ ኢልና ክንሕዞ ህድእ ኢልና መፍትሒ ክነምጽኣሉ ክንክእል ኣለና።
እወ ዋእ ሓቁ እዩ ዝወዲ መቐስ ስሚዕታውያን ዘይምዃን ንእሽተይ ርግእ ኢልካ ምሕሳብ ኣገዳሲ እዩ እስከ እዘን ክሓተን ዝጸንሐ ሕቶታት ውን ኣዝየን ኣገደስቲ እየን እስከ ገለ ትፈልጥዎ ተለኩምስ ኣብ ኮመንት እስከ ሓብሩና ኦኬ ንቐጽል ናብ ካልእ ቪድዮ ኣነ ኣብዚ ሚድያ ተጸሪፈ ሓንቲ መዓልቲ መሊሰ ኣይፈልጥን እየ ትማሊ ዝበለካ ግን ክምልሳ እየ ናይ ትማሊ ዝበለታ ግን ኣይገድፋን እየ ክምልስ እየ ራይዋ ፕሮፋይል ኣብዚ ክገብረልኩም እየ ኣቲኹም ራይዋ ብሓንሳእ ክንምልሰላ ኢና ሓንቲ መዓልቲ ኣፈይ ተዛሪበ ይፈልጥኒ ራይዋ ብሓንሳእ ኣብ ቼክ ንግበራ እሞ ግብረ መልሲ ክህባ እየ በዚሑ በዚሑ ፀርፊ ራይዋ እንታይ ከም ዝበለት ስምዕዋ ራይዋ ነህለልኩም ፕሮፋይላ ራይዋ እዋይ ወረኛታት ናይ መን ፕሮፋይል ቼክ ትገብሩ ኣለኹም ስራሕኩም ዘይትገብሩ እዋይ ወረ ክትፈቱ ሕቡሸይ ናይ መን ፕሮፋይል ፕሮፋይል የለን በሉ እዋይ ወረ ክትፈቱ እዋይ ኪንስ ከስራሕኩም ግበሩ በስመ አብ ወልድ መንፈስ ቅዱስ ኧረ ሕራይ ሓፍትና እዋ እዚኣ ኮቲማትልና ነይራ ኩላ ሃሎም ዶ ክትብል ፀኒሓ ፕሮፋይል ናይ ሰብ ክትርኢ ኦኬ ንቐጽል ናብ ነሽነሽ። ሰንበት ምድሪ ልብኻ ዝሰብር ዛንታ እየ ሒዘልክን መፅየ ዘለኹ እዘን ኣሕዋተይ ማዕረ እንዳሰተና ናይ ሰንበት ቡን ከይትነብዓ ከይትነብዓ ዋሕጥኦ ከይትነብዓ ርብቃ እ፣ ሓበሻ እንታይ ይዓብስ ሓበሻ ሴክሲ ይኮነን ሓበሻ ፍቅሪ ይፈልጥኒ ብምባል ናይጀርያዊ ተመሪሓ

ርብቃ ተበልዋስ ሕጭልጭልጭልጭልጭልጭልጭልጭል ከም ዝብል ርብቃ ተበልዋስ ሕጭልጭልጭልጭልጭልጭልጭል ከም ዝብል ኣቱም ዝሓበሻ ድዩ ትምርዓዊ ማሓበሻ ፍቅሪ ይፈልጥ ድዩ ዋ እንታይ ኮይኑ ዘይፈልጥ እ? ተማዒታ እኮ እያ ተነጊራ እኮ እያ ግን ትሩ ላቭ ኢዝ ኔቨር ኢንድ ጸሊም ይኹን ጻዕዳ ብዘየገድስ ፍቕሪ ይውዳእኒ ብምባል እያ ናይጀርያዊ መሪጻ ንምኹን እቲ ናይጀርያዊ ሕቋ ይገደፈላ ነብሳ ይገደፈላ ምሽክነይቲ ወይ ኣፋትሑኒ ክትብል ኢሎም ኹን ኣብ ዩቱብ ወይ ወይ ወዲ ሃገርካ ጥዑም ወዲ ሃገርካ ጥዑም ወዲ ሃገርካ ጥዑም ወዲ ዓድኻ እዩ ጥዑም ዘመሕዋተይ ንዝኾነ ሰብ ማዕዳ ወዲ ዓድኽን ይጥዑም ወዲ ሃገርክን ይጥዑም እናበልክን ንዝኾነ ሰብ ማዕዳ ዝን ኣሕዋተይ ማዕረይ እናሰትና ናይ ሰንበት ብሩኽ ሰንበት ብሩኽ ሰንበት ይግበረሉ በልካ ሕጀልጀልጀልጀልጀልጀል
ሕጀልጀልጀልጀልጀልጀልጀልጀል ነሽነሽ ወረኛ ገለ ዓይነት ናይ ወረ ሲትዌሽን ኣምፅኦ ፀኒሖም ኦኬ እምበር ክቡራት ተኸታተልቲ በዛ ስዒባ ትመጽእ ፍልይ ዝበለት ሰላምታ ናይ ገለ ዓሌት እዮም ልዕሎም ናይ ምንታይ ምዃኑ ክፋነወኩም እየ ሳብ ዝቐጽል ሰሙን ሰላም ቅኒ ማለት እዩ Ha ha ha ha.